ሰላም ሰላም ተኸታተልቲ ቪቪት ሾው ከመይ ቀኒኹም ሰላም ክትህልዉ እናተመነኹ ሎማዓንቲ ከዓ ብሓዱሽ መደብ መፂኦኩም ኣለኹ ናይ ሎማዓንቲ መደብና ከዓ ኣብ ፎቶሾፕ ከመይ ጌርና ብቐሊል ኢንቪቴሽን ካርድ ወይ ከኣ ናይ ዕድመ ወረቐት ናይ ዝተፈላለየ ጽምብላት ክኸውን ይኽእል ከመይ ጌርና ብቐልል ዝበለ ኣብ ፎቶሾፕ ንሰርሕ ክንርኢ ኢና። መጀመርያ ኣብ ፎቶሾፕ ኢና ንኣትዉ። ፎቶሾፕ ብፍላይ ላፕቶፕ እንድሕር ኣላትና ክነውርዶ ንኽእል ኢና። ፎቶሾፕ ምስ ኣውረድናዮ ድሕሪኡ እቲ ኢንተርፌስ ናይ ፎቶሾፕ ነዚ መስል መጀመርያ ንገብሮ እንታይ እቲ ሳይዝ ናይቲ ናይ ዕድመ ወረቐት ማለት እዩ። መብዛሕትኡ ናይ ዕድመ ወረቐት ኣርባዕተ ብ ሽዱሽተ ኢንች እዩ ዝኸውን ስለዚ ነዚ ንምስራሓ ፋይል ኣቲና ኒው ንብላ ብድሕሪኡ ኣብዚ ከምዚ ዓይነት ኢንተርፌስ መፀና መጀመርያ ኣብዚ ስም ይቦ ንኣብነት ኣነ ሕጂ ኤኤስ ቱ ክብሎ እየ ኣብዚ ኸዓ ቲታይም ናትና ኸዓ ካስቶም ክብለ ምክንያቱ እቲ ሳይዝ ናትና ባዕልና ክንፅሕፎ ስለ ዘለና ብድሕሪ እቲ ሳይዝ ናትና ኣብዚ ንባ ሕጂ ክንደይ ኢለኩም ኣርባዕተ ብሓሙሽተ ኢንች ማለት እዩ ሶሪ ሽዱሽተ ኣርባዕተ ብሽዱሽተ ኢንች ኢንች ክኸውን ኣለዎ እዚ ስለዚ ከምዚ ገይረ ሳይዝ ሰት ገይረዮ ኣለኹ ኦኬ ይብላ ሳይዝ ናተይ ከምዚ ኢሉ መፀለይ ማለት እዩ ከምቲ ልክዕ ዝሃብኳ ሳይዝ ከምኡ ገይራ ሰሪሓትለይ ኣላ ንቑመት ማለት እዩ ንቑመት እየ መሪፀ ኦኬ ድሕሪ እዚ እንታይ ኢና ንገብር ባግራውንድ ክንመርፅ ኢና ምክንያቱ እቲ ንፅሕፎ እቲ ንገብሮ ስእሊ ምስቲ ባግራውንድ ማች ክኾነልና መታን መጀመርያ ባግራውንድ ክንመርፅ ኢና ብዕሊ ዝበለ ሕጂ እንታይ ኢና ክንገብር ኣብ ጉጉል ኢና ንኸይድ ኦኬ ሕጂ ኣብ ጎጉል ኣትየ ኣለኹ ኣብ ጎጉል ባክግራውንድ ክወስድ እየ መስለ ዘለኹ ስለዚ እታ ናተይ ናይ ዕድመ ወረቐት ናይ መርዓ ክገብራ እየ ስለዚ ኣብዚ ናይ መርዓ ባክግራውንድ እየ ክዘሉ ማለት እዩ ብላንክ ዊዲን ኢንቪቴሽን ካርድ ባክግራውንድ ክብላ እያ ባክግራውንድ እያ ፅሒፈላ ኣለኹ ብድሕርዚ ኢንተር ብላ ወይ ሰርች ብላ ማለት እዩ ብድሕሪኡ ከም ትሪእዎ ዘለኹም ኣብዚ ብዙሕ ዓይነት ባክግራውንድ ኣሎ ካብዚ መሪፅና ክንጥቀም ንኽእል ኢና ማለት እዩ ኣነ ሕጂ ኮለል ከይበልና ነዛ ኣዳሚት ከምጽኣ ስለዚ ነዚኣ ክጥቀመላ እንድሕር ደሊኻ እንታይ ክገብር ሴፍ ክገብራ ናብ ኮምፒውተረይ ወይ ከዓ ዳይሬክት ለኻ ኮፒ ይብላ ማለት እዩ ኮፒ ኢሜጅ ይብላ ኮፒ ኢለ ሒዘ ኣለኹ ድሕሪኡ ኣብ ፎቶሾፕ ከይደ ኮንትሮል ቪ ይገብር ወይ ከዓ ኣብ ኤዲት መፅእ ፔስት ይብላ ማለት እዩ ብድሕሪኡ እታ ስእሊ ከም ትሪእዋ ዘለኹም ኣብዚ መጺኣትለይ ኣላ ከይሃሰና መታን ኣብዚ ራይት ክሊክ ገይረ ኮንቨርት ቱ ስማርት ኦብጀክት ክገብራ እየ ሽዑ እዚ ክነግጅፎ ከለና ከይሃሰና መታን ጌርና ነግጅፎ ማለት እዩ ኩሉ እቲ ባግራውንዳትና ከም ዝሽፍኖ ንገብሮ ድሕሪ ኦኬ ንብላ ማለት እዩ ከምዚ ኢሉ እቲ ባግራውንድ መሪፅና ኣለና ማለት እዩ ኣብዚ ሕጂ ኣነ ሲምፕል ኖርማል መሪፀ ዘለኹ ዝተፈላለየ ኣሎ ናፃይ ተወርትዎ ትኽእሉ ኢኹም ብድሕሪኡ እዚኣ ቁርብ ሃሲሳ ኣላ ናብ ፃዕዳ ከይዳ ኣላ ቁርብ እዚ ግሪን ዘሎ ሕብሪ ክውስኸለየ ኦኬ ብድሕሪኡ ከምዚ ኮይና ኣላ ከም ትሪእዋ ዘለኹም ቀፂለ እንታይ ክገብር እየ እቲ ፅሕፈት ክፅሕፍ እየ ማለት እዩ ዘገድሰኒ ፅሕፈት ኣብዚ ፅሕፈ ማለት እዩ ሕጂ ኣነ እንታይ ደልየ ኣለኹ ናይ መርዓ ክሰርሕ ደልየ ስለ ዘለኹ እቲ ናይ መርዓ ክፀሓፍ ዝግብኦ ንዕየ ዝፅሕፎ ማለት እዩ መጀመርያ ኣብዚ መርዓ ኢለ ክፅሕፍ እየ ወይ ከዓ ዊዲን ኢለ ክፅሕፍ ይኽእል ሕጂ ብትግርኛ መርዓ ኢለ ክፅሕፍ እየ ትግርኛ ጸሓፍቲ ኮይና ግእዝ ክህልወኩም ኣለዎ እቲ ዘይኮይኑ እዚ ግእዝ እዚ ፍሪ ክተውርድዎ ትኽእሉ ኢኹም ዝተወረድኩሞ ዳብል ክሊክ ጌርና ንኸፍቶ ድሕሪ ኸዓ ኣብዛ ትሪእዋ ዘለኹም ሓንቲ ግዜ ክሊክ ይገብር ብድሕሪኡ ኣክቲቭ ኮይኑ ኣሎ ማለት እዩ ክፅሕፈለይ ይኽእል እዩ ማለት እዩ ዘን ናብ ቴክስት ከይደ ክፅሕፍ ይጅምር እየ ማለት እዩ መርዓ ኢለ ፅሕፍ እዚ ከም ትሪኦ ዘለኹም ሕጂ ቁርብ ኣንውሕ ከብሎ ሽፍት ሒዘ ከም ገይረ ኣንዊሕ ኣብሎ ዲዛይን ክኾነለይ መጠን ከምዚ ገብሮ ማለት እዩ ድሕሪ እዚ ቀፂለ እንታይ ገብረ ሪንግ ከምፂ ኣብዚ ስለዚ ሕጂ እውን ናብ ጎጉል ክኸይደ ዊዲን ሶሪ ብትግርኛ ዝፃፈላ ዊዲ ሪንግ ኢሉ ዋላ ፅሑፍ ከም ትሪኦ ዘለኹም ዝተፈላለዩ ሪንግ ኣሎ እዚ ንኣብነት ነዚኣ እንድሕር ከፊተያ ከምኡ ተመሳሳሊ የምፃለይ ስለዚ ንዓ ይኸፍታ ሽዑ ኣብ ታሕቲ መፅያ ክመርፅ ይኽእል ማለት እዩ ለሰይ ኣነ እዚኣ ክመርፅ እየ እዚ ኣመሪፀ ኣለኹ ዘ ሴም ታይም ኮፒ ክገብረ ኮፒ ኢለ ኣብዚ ከም ዝረኣኹም ኤዲት ኣትየ ፔስት ዝብላ ወይ ከዓ ኮንትሮል ቪ ተገይረ ፔስት ትኾነለይ ማለት እዩ ኣብዚ ትመፀለይ ሕጂ ከም ትሪእዋ ዘለኹም እዚኣ ባግራውንድ ኣለዋ ስለዚ ነዚ ባግራውንድ ግድን ክኣልዮ ኣለኒ ማለት እዩ ፃዕዳ ባግራውንድ ኣለዋ ቀፂለ ታገብረ በዛ ኩክ ሴሌክሽን ሶሪ በዛ ማጂክ ፎንት ገይረ ነዚ ኣብ ፃዕዳ ክልተ ገይረ ፃዕዳ ብምሉ ሰሌክት ይኾነለይ ብድሕሪኡ ደሊት ይገብሮ ማለት እዩ ፃዕዳ ብምሉ ደሊት ይኾነለይ ማለት እዩ ኣብ ውሽጡ እውን ኣሎ ነዚ ከዓ ሓንቲ ግዜ ትንክፍ ኣቢለ ደሊት ይገብሮ ፃዕዳ ፃዕዳ ኩሉ ተኣሊሉ ኣሎ ማለት እዩ ባክግራውንድ ቀፂለ ከምዚ ገይረ እቲ ባክግራውንድ ምስ ኣለኽዎ ኮንትሮል ቲ ገይረ እንታይ ገብረ ሳይዝ ናታ ቁርባ ንእሽ ከብላ ኣንእስ ኣቢለ እቲ ቦታ ይመርፀላ ማለት እዩ ንኣብነት ኣብዚ ከተኾን ኣላ ኣብዚ ጌረ ኣለኹ ኦኬ ንብላ ቀፂሉ ዝመፅእ ዕለት ማለት እዩ ወይ ከዓ ናብ ኢልካ እውን ክፅሕፈሉ ትኽእል ስለዚ ሕጂ ኣነ ዕለት ጥራይ ክፅሕፈሉ እየ ንኣብነት ብፈረንጂ ወይ ብግእዝ ክንገብሮ ኣለና ፍሉጥ ክኸውን ማለት እዩ ብፈረንጂ ኢለ ኣለኹ ብድሕሪኡ እዚ ጃስት ንገብሮ ቀፂለ እውን እቲ ፎንት ናቱ ክቕይረ ፎንት እንታይ ዓይነት ፀሓፋ ማለት እዩ ኣብ ብዙሕ ኣለና እዚ እዚ ፎንት እዚ ካብ ጉግል ላፃ ክነውርዶ ንኽእል ኢና ድሕሪ እዚ ከምዚ ትኾነልና ማለት እዩ ንዳሕራይ ተመሊስና እውን ኤዲት ክንገብሮ ንኽእል ኢና ከምዚ ኢና ፅሒፍና ኣለና ቀፂሉ ዝመፅእ እንታይ እቲ ኣስማት ናይቶም መርዓውቲ ማለት እዩ ኣብዚ ሕጂ ደቅና ደቅና በይና ፀሓፋ እዚኣ ኣቶ ሄኖክ በየነ ዘሰይም ካልእ ከዓ በይና ድሕሪ ኤዲት ምግባር ምታን ክጥዕመኒ ምስ ዳምስካ በይና ጽሕፊ ኣለኹ በበይኑ ጽሕፈ ኣለኹ ምክንያቱ ዳሕራይ ሕብሪ ድየ ወይ ዝተፈላለየ ፎንት ቀይረሉ ከለኹ ምእታን ክጠዕመኒ ማለት እዩ ብድሕሪኡ እቲ ስም ናይ ተመርዓት ማለት እዩ ወይዘሪት ሄለን ከሰተ ኢለ ኣለኹ ብድሕሪ እዚ እቲ ናትና ቦታ ንመርጸሉ ማለት እዩ። ከምዚ ንገብሮ ማለት እዩ። ቀጺለ እዚ እውን ዝኾነ ሕብሪ ፍልይ ክብለልና መጠን ዝኾነ ሕብሪ ኣብዚ ኣትየ ዝኾነ ሕብሪ ይመርጸሉ ማለት እዩ። ኣምስ እውን ዘ ሴም ታይም ቀይራ ኸእል ምስ ንበይና ሕብሪ ቀይረ ኣለኹ ከም ዝኾነለይ ማለት እዩ ቀፂለ እንታይ ክፅሕፍ ዘርኢ ኣለኹ ሓበሬታ ማለት እዩ ቃል ኪዳን ዝኣስርሉ ስለ ዝኾነ ኢልካ ኣብዚ ገለ ኢንፎርሜሽን ክፅሕፍ ደልየ ኣለኹ ካልእ መዓት ዝጥቀመሉ ካብ ማይክሮሶፍት ወርድ ስለ ዘለኒ ኮፒ ኢለ ኣለኹ ስለዚ ኣብዚ መፅየ ፔስት ብለ ከም ትሪኦ ዘለኹም መፅኡ ኣሎ ፀሓፍ ከይደንገየና ኢለ እምበር ክንፅሕፈ ንኽእልና ፀገም የብሉን ሳይዝ ቅርብ ይዕብ የብሎ ማለት እዩ ከምዚ ጌርና ኣጃስት ንገብሮ ቀፂሉ ዝመፅ እንታይ ስም ስድራ ማለት እዩ ወለዲ ናይ ናይ ጓልን እንዳ ወድን ከዓ ኣብዚ ትፅሕፎ ማለት እዩ ሜጊ እንታይ ኢና ንፅሕፍ ኣኽበርትኹም ኣኽበርትኹም ኢልና እዚ ፍልይ ስለ ዝበለ ፍልይ ዝበለ ሕብሪ ክገብረሉ ኽእል ሳይዙ ቅሩብ ንሱ ከይብለሉ ኣብዚ ማእኸል ገብሮ ማለት እዩ እቲ ከለር እቲ ፎንት ካብ ፅብቅ ዝበለ እውን ክትገብሮ ትኽእሉ ኢኹም ኦኬ ቀፂሉ ኣብዚ ቀዳማይ ተሳፈ ማለት እዩ እንዳ ወዲ ቀዳማይ ክንፅፎ ኢና እንዳ ወዲ ኢለ ፅሒፈ ኣለኹ ቦታ ቁርብ ኣብዚ ክገብረ ቀፂልና እቲ ስማቶም ንፅሕፎ ማለት እዩ

እዚ ሕብሪ ቀይረ ፀሊም ክገብረ ሳይዝ እውን ኣነስ ከብሎ ይክእል ዓሰርተ ክገብሮ ምክንያቱ ቦታ ከይፀበና ኣእማር እውን ከይፈሪ። ምስ በዓልቲ ቤተይ ወይዘሮ ኣበባ ጊዜ ከይኖሕና ሰቂ ኦኬ እዚ ኣጃስት ንገብሮ ኢና ዳሕራይ ሳይዝ ዘሰይም ከዓ ኮም ከዓ ኣብዚ እንዳ ጓል ማለት እዩ ጅነዛ እንዳ ወዲ ዝብ ዘላ ኮፒ ገብራ ዱፕሊኬት ገብረ ፕሮጂ ገይረ እዚኣ ኣብዚ ክስሕባ ማለት እዩ ሓደ ዓይነት ሕብሪ ሓደ ዓይነት ሳይዝ ክኾነና መጣን ስለዚ ጃስት ነዛ እንዳ ወዲ ዘላ እንዳ ጓል ጥራይ ንገብራ ማለት እዩ ቀፂልና ዘሰምታይ እውን ነዚ እውን ኣቶ ክብሮም ዝብለሎ ኮንትሮል ጀይ ገይረ ስሕብ የብሎሞ ድሕሪኡ ብዙሓት ስም ይቕይሮም ማለት እዩ ከሰተ በርሀ ዘሴም ታይም እውን ነዚ ከዓ ነዚ ምስ በዓልቲ ቤት ህዝቢ ዘሎ ኮንትሮል ጀ ዱፕሊኬት ገብሮ ኣለኹ ዘሴም ታይም ከዓ ኣብዚ የምፅኦ ነዚ ማለት እዩ ስለዚ ነዛ ወይዘሪት ኣበባ ትብለላ ጃስት ንዓ ጥራይ ቀየራ ማለት እዩ ወይዘሪት ወይዘሮ ክብራ ኦኬ እዚ እዚ ሳይዝ የዕቢና ኣለና ሸሞንተ ክገብረ ንሴም ታይም ከዓ እንደዚ ከዓ ሸሞንተ ገብራ ማለት እዩ ኦኬ ይብላ ብድሕሪኡ እቲ ቦታና ኣጃስ ንገብሮ ማለት እዩ ቀፂልና እንታይ ኢና ንፅሕፍ ምስ ምልኣት ስድራ ቤት ማለት እዩ ምስዚ ዘኸዘላ ምስ ምልኣት ስድራ ቤት ድሕሪ እዚ እንታይ ንፅሓፍ ካልእ ዘገድሰና ነገር ክንፅሕፍ ንኽእልና እቲ ቀንዲ ግን እንታይ ክንፅሕፎ ዘለና ማለት እዩ ቦታ ከምኡ እውን ሰዓት ማለት እዩ ያነ ቦታ እንገብረሉ ቦታ ኦኬ እንገብረሉ ቦታ ሕጂ ካምፓላ እንተኮይኑ ካምፓላ ጆይ ካፌ ጆይ ካፌ ጋባሮት ማለት እዩ ንሕጂ ጸሊም ክገብራ ካልእ እቲ ሕብሪ ናቱ ላክ ከብረ እዚ እውን ሳይዝ ናቱ ኣንሽ ከብሎ ይኽእል በይኑ ማለት እዩ ቀፂሉ ክፀሓፍ ዘለዎ እንታይ ሰዓት ማለት እዩ ሰዓት ሽዱሽተ ፒኤም ማለት እዩ ኦኬ ስለዚ ወዲኤሉ ካልእ እንታይ ፃሕፍ ኣሎ እቲ ቀንዲ ቀንዲ ፅሒፍ ነና ኦረዲ ደሓን ምፁ ኢልካ ወይ ከዓ ዌልካም ከዓ ትብል ትኽእል ሕጂ ሕብሪ ቀይሮ ኣለኽዕን ዘሴም ታይም እውን ፎንት እውን ክቕይሮ ኣለኽዕን ኣብዚ ፎንት ከምዚ ዝረኣኒ ዓንተወይ ኣብዚ ብዙሕ ዓይነት ፎንት ኣለዉ እዚኣ ጥቀሚ ንኣብነት ኣነ ሕጂ ሽፍት ገይረ ቁርብ ልዕል ከብላ እየ እዚ ኣጃስት የድሊ ይኸውን ግን ጃስት ኣብነት ስለ ዝኾነ ከምዚ ይኸውን ማለት እዩ ገለገለ ነገራት ኣብዚ ከለር ወይ ከዓ እቲ ፎንት ሳይዝ እውን ክንቀይረሉ ንኽእል ኢና ስለዚ ሲምፕሊ እታ ናይ ዕድመ ወረቓት ነዚ ትመስል ማለት እዩ። ኣብዚ እውን ዝኾነ ሃሳስ ኮይኑ ዝኾነ ባክግራውንድ ክንጥቀም ንኽእል ኢና ንኣብነት ኦኬ እስከ ነዚኣ ክጥቀመላ ነዚኣ ኮፒ ኢለ ኣብ ፎቶሾፕ ከይደ ፔስት ብሎ ማለት እዩ ኮንትሮል ቪ ወይ ከዓ ይገብር ከምዚ ኢሉ መፀለይ ብድሕሪኡ እዚ እውን ባክግራውንድ ኣለዎ ማለት እዩ በዛ ማጂክ ወንድ ገይረ ኣብዚ ፃዕዳ ሰለክት ተገይረ ፃዕዳ ብምልኡ ይእለ ማለት እዩ ኦኬ ብድሕሪ እዚ ነቲ ፍላወር ከዓ ቦቱ የትሕዞ ናብ እዚኣ ሮቴት ገብረ ኦኬ ስለዚ ከምታ ፍላወር ኣብዚ ከምፂኣ ኣለኹ ኤስስ ከብላ ማለት እዩ ኦፓሲቲ ናታ ሚእቲ ዘሎ የስስ ኮብለ እዚኣ እውን ኮንትሮል ጄ ገይረ በዚ ንእሽተይ ከም ትርእ ማለት እዩ የስስ ከብላ ነዚኣ ዝቡ ገይረ ስለዚ ከም ጌርና ሰሪሕና ኣለና ትኣክለና ከይታውሓና እምበር ኣብዚ ዝኮነ ዝተፈላለየ ካልእ ደስ ዝበለና ስእሊ ዜና ወይ ዝኮነ ከም በዓል ልቢ ዜና ካልእ ዝተፈላለየ ነዚ ቴክስት ከዓ ክንቀያይሮ ንክእል ኢና ብሓፈሻ ግን ከይተናውሓና እታ ቪድዮ ናይ ሎምዓንቲ መደብና ኣብዚ ክንውድእ ነዚኣ ትመስል ማለት እዩ ስለዚ ከምዚ ጌርና ናይ ዝተፈላለየ ናይ ዕድመ ወረቀት ብቀሊሉ ካብ ጎጉል እና ወይ ካብ ገለ እንዳምጻና እቲ ዘድልየና ኣይተምስ ከምዚ ጌርና ክንሰርሕ ንክእል ኢና ማለት እዩ። እምበኣርከስ ክቡራት ተዓዘብቲ ናይ ሎምዓንቲ መደበይ ኣብዚኣ ወዲኤ ኣለኩ ፈቲኩማ ክትኮኑ ተስፋ እገብር ቀጻሊ ብዝተፈላለየ ትምህርቲ እታ ክመጸኩም ላይክ ኮመንት ሳብስክራይብ ኣይትረስዑ ክሳብ ብቀጻሊ መደብ ዝመጸኩም ብሰላም የጽናና ሰሰናዩ።